ሰላም ጥዕና ይሃበልና ክቡራት ተኸታተልትና፣ እዚ ባይቶና ሚድያ እዩ። ባይቶና ሚድያ ተኣማንን እዋናውን ዝኾነ ሓበሬታ ንክቡራት ተኸታተልታ ኣብ ምቕራብ እትነጥፍ ዘላ ሚድያ እያ። ንቻናልና ሳብስክራይበር፣ ሼርን ላይክን ብምግባር ክተተባብዕና ኸብረ ንዕድም ናይዚ ዕለት ትኩስ ዜና ከም ዝስዕብ ቀሪቡ ኣሎ። ኣብ መቐለ ዋዕላ ሰላም ይካየድ ከም ዘሎ ተሓቢሩ። ብሽጥራዊ ዘተ ጀነራል ታደሰን ኣብይ ኣሕመድን ዝወፀ ሓበሬታ። ኣብ ሙሉእ ኣሜሪካ ኣንጻር ፕሬዚዳንት ትራምፕ ተቃውሞ ተላዒሉ። ህዝቢ ትግራይ ኣንጸላሊዎ ንዘሎ ኹናት ክምክት ተጸዊዑ። ኣብ ምዕራብ ትግራይ ዝተጀመረ እገዳ ብዝምልከት ክብራት ተኸታተልትና ናይዚኦምን ናይ ካልኦትን ዝርዝር ዜና ክነስምዐኩም ኢና ንምክትታልኩም ደጊምና ብክብረ ንዕድም ንቻናልና ሳብስክራይበር ሼርን ላይክን ኣይትረስዑ ሕጂ ናብ ዝርዝሮም ኣብ ምዕራብ ትግራይ እገዳ ከም ዝተጀመረ ተሓቢሩ ኣብይ ኣሕመድ ምዕራብ ትግራይ ኣብ ትሕቲ ሰራዊት ትግራይ ከይተኣቱ ኣለኒ ዝብሎ ሓይሊ ከም ዘኽተተ ይፍለጥ ካብዚ ብተወሳኺ ፅንፈኛ ሓይልታት ኣምሓራ እውን ወልቃይቲ ወይ ሞት ዝብል ጭርሖ እናጨርሑ ንዓመታት ድፋዕ ክዳልዎ ከም ዝፀንሑ ዝፍለጥ እንትኸውን ሕጂ ግን ኣብ ከቢድ ቅልውላው ከም ዝኣተውን ምህደመ ከም ዝሰኣኑን ዝረኸብናዮ ሓበሬታ የረድእ እዞም ፅንፈኛ ሓይልታት ኣምሓራን ለብለብ ዝኾነ ሰራዊት ኢትዮጵያን ሰራዊት ትግራይ ኸቢብና ብዝብል ኣብ ልዕል ራዕደ ከም ዘለውን ምህደመ ከም ዝሰኣኑን ተፈሊጡ ሰራዊቱ ይፈርሶ ዘሎ ኣብዪ ኣሕመድ እውን ኩሉ መስመራት ብምዕፃው ንዝኾነ ይኹን ምንቅስቓስ እገዳ ከም ዝገበረን ኬለታት ከም ዘቐመጠን ዝተረኸበ ሓበሬታ የረድእ ስለዚ ድማ ብልፅግና ኣብ ምዕራብ ትግራይ ዘሎ ሰራዊቱ ኣብ ልዑል ተጠንቀቕ ንክፀንሕ ከምዝኣዘዘ ተፈሊጡ ኣሎ። ምሽጥራዊ ዘተ ጀነራል ታደሰ ወረደን መንግስቲ ፌደራልን ብዝምልከት ትኩስ ሓበሬታ ተለቒቑ። ፕሬዚዳንት ጊዜያዊ ምምሕዳር ትግራይ ጀነራል ታደሰ ወረደ ዘመን ስልጣን ቕድመ መብቅዑ ምስ ፌደራል ኣካላት ብምርኻብ ግዚኡ ንምንዋሕ ዝዓለመ ምሽጥራዊ ድርድር ከምዝጀመረ ተገሊፁ። እቲ ዘተ ኣብ መንጎ ክልል ትግራይን ፌደራል መንግስትን ዘሎ ወጥሪ ንምህዳእን ናብ ሙሉእ ሰላም ንምስግጋርን ዝዓለመ ምዃኑ ይሕበር። ጀነራል ታደሰ ወረደ ንምንዋሕ ስልጣኑ ዝተፈላለዩ ስትራቴጂታት ይጥቀም እኳ እንተሃለወ ብወገን ህወሓትን ምስቲ ውድብ ቅርበት ዘለዎም ኣዘዝቲ ሰራዊት ትግራይን ግን ካሊእ ሰብ ንምትካእ ድልየት ከም ዘሎ ምንጭታት ይሕብሩ። እዚ ጉዳይ እዚ ኣብ ውሽጢ እቲ ክልል ዘሎ ናይ ስልጣን ንሕንሕ ዘርኢ እዩ። ብኣምባሳደር ሕብረት ኣውሮጳ ዝምራሕ ዘተ ነቲ ኣብ መንጎ ክልል ትግራይን ፌዴራል መንግስትን ዝነበረ ወጥረ ብምውጋድ ናብ ሙሉእ ሰላም ንምስግጋር ይሰርሕ ኣሎ። እዚ ምንቅስቓስ እዚ ንህዝቢ ትግራይ ካብ ዘለዎ መከራን ፈተናን ብምውፃእ ካብ ኣፈሙዝ ብረት ዝተለኣቐ ሰላማዊ ውፅኢት ከምፅእ ተስፋ ተነቢርሉ ይርከብ። እቲ ዝካየድ ዘሎ ዘተ ኣብ ልዕሊ ህዝቢ ትግራይ ተነቢሮም ዝነበሩ እገዳታት ንምልዓል ዓብዪ ተራ ከም ዝህልዎ ብዙሓት ይኣምኑ። ካብቶም ቀንዲ ነጥብታት ድማ ምኽፋት ስርዓት ባንክን ቀረብ ጥረ ገንዘብን ስሩዕ ዝርግሓ ነዳድን ከምኡ እውን ምምላስ ሰፍትኔትን ናውቲ ቤት ጽሕፈትን ይርከብዎም። ብተወሳኺ እቲ ድርድር ንስሩዕን ቀጻልን ደሞዝ ሰራሕተኛታት መንግስቲ፣ ምምላስ ተመዛበልትን ምርግጋጽ ግዝኣታዊ ሓድነትን መሰረት ዝገበረ ውጽኢት ከምጽእ ትጽቢት ይግበር። እዚ ሰላማዊ ዘተ ንመጻኢ ዕድል እቲ ክልል ውሳነ ኣብ መቐለ መድረኽ ምትሕብባር ህዝብታት ንሰላም ይሳለጥ ከም ዘሎ ተሓቢሩ ብተበግሶ ግዱሳት ወገናት ኣብዚ ቀጠናን ዞባን ዘሎ ዘጋጠመን ዘንጸላለዎ ኩናት ኣብ ልዕሊ ህዝብታት ዘብፅሖም ጉድኣት ደው ንምባል ዝዓለመ መድረኽ ኣብ ከተማ መቐለ እናተሳለጠ ይርከብ እቲ መድረኽ ህዝብታት ዝምድናታቶም ኣጠናኺሮም ሰላም ከስፍኑ ብቐጻሊ ሓበራዊ መድረኽ ክፈጥሩ ዝዓለመ መድረኽ እዩ በዚ መሰረት እዚ እቲ መድረኽ ብምትሕብባር ህዝብታት ንሰላም ብዝብል መሪሕ ሓሳብ ኣብ ከተማ መቐለ እናተሳለጠ ይርከብ ኣብቲ መድረኽ ተወከልቲ ትግራይ ጎረባብቲ ህዝብታትን ዓፋርን ኣገውን ኣምሓራን ካልኦት ዝተፈላለዩ ዝምልከቶም ኣካላትን እናተሳተፉ ይርከቡ ህዝቢ ትግራይ ኣንፀላልይዎ ንዘሎ ሓደጋ ፅንተት ብድሁ ንኸወፅእ ኣብ ሓድነቱ ፀኒዑ ክምክት ከም ዝግባእ ኣባል ማእኸላይ ኮሚቴ ህወሓትን ዋና ኣመሓዳሪ ዞባ ደቡብ ትግራይን ኣይተ ዝናቡ ገብረ መድሂን ገሊፆም። ኣይተ ዝናቡ ነዚ ዝገለፁ ኣብ ከተማ ኮረም ይካየድ ኣብ ዘሎ ህዝባዊ ዘተ ኣብ ዘስምዕዎ መኽፈቲ ዘረባ እዮም። ኣብቲ ህዝባዊ መድረኽ ካብ ወረዳታት ኣፍላ፣ ዛታን ከተማ ኮረምን ዝመፁ ብርክት ዝበለ ወከልቲ ህዝቢ እናሳተፈ እዩ። ኣብቲ መድረኽ ተረኺቦም መኽፈቲ ዘረባ ዘስምዑ ኣባል ማእኸላይ ኮሚቴ ህወሓትን ዋና ኣመሓዳሪ ዞባ ደቡብ ትግራይን ኣይተ ዝናበ ገብረ መድሂን መንግስቲ ፌዴራል ኣብ ዝሓለፉ ዓመታት ምስ መላፍንቱ ኮይኑ ኣብ ልዕሊ ህዝብና ዘብፀሖ ደረት ኣልቦ ብርሰትን ዕንወትን ከይኣክል ሕጂ እውን እቲ ወፍሪ ፅንተት ብዝኸፍአ መልክዑ ኣጠናኺሩ ቀፂልሉ ይርከብ ኢሎም። ነቲ ኣብ መድረኽ ዓለም ዝፈረመ ውዕሊ ሰላም ፕሪቶርያ ብቕሉዕ እናጠሓሰ ዝፍጽሞ ዘሎ ገበን ድማ ኣብ ልዕሊ ህዝቢ ዝፍጽሞ ዘሎ መቐጸልታ ጽንተት ከም ዝኾነ ዘመላኽት እዩ። ከም ህዝቢ ገጢሙና ዘለዉ ብሄራዊ ሓድግታት ከም ህዝቢ ብድሃ ክነውፅእ ድማ ኣብ ሓድነትና ሰጢምና ክንምክት ይግባእ ክብሉ ድማ ተዛሪቦም። ኣብቲ መድረኽ ኣብ መዳይ ህልዊ ኩነታትን መፍትሕታትን ጸገምን ዝጥምት ሰነዳዊ ጽሑፍ ብሓላፊ ውዳበታት ህዝቢ ዞባ ደቡብ ትግራይ ኣይተ ተስፋይ ኪዳኑ ዝቐረበ ኮይኑ ተሳተፍቲ ድማ ብዕምቆት እናዘየትይሉ እዮም ተሳተፍቲ ኣብ ርእይቶኦም ዝገጠሙና ብሄራዊ ሓድግታት ብድሆና ብምምፃእ ህላወ ክነረጋግፅ እንተኮይንና ሓድነትና ክነስጥም ይግባእ ድሕረ ምባል ነዚ ከተግብር ዝኽእል ውሕልል መሪሕነት ከም ዘድለ ድማ ኣተሓሳሲቦም ኣብ መላእ ኣሜሪካ ኣንጻር ዶናልድ ትራምፕ ዘቕንዐ ሰልፊ ኣይፋል ንግስነት ኖ ኪንግስ ተቃውሞታት ተኻይዳ ኣብ መላእ እቲ ሃገር ኣብ ዝረከባ ከተማታት ኣንጻር ምምሕዳር ትራምፕ ዓበይቲ ተቃውሞታት ይካየድ ኣሎ እዚ ሰልፊ ኣይፋል ንግስትነት ኖ ኪንግስ ተቃውሞታት ንሳልሳይ ዙር ዝተካየደ ኮይኑ ቁፅሪ ተሳተፍቲ ሰልፊ ካብ ሕሉፍ ብዝተዓፀፈ ኩነታት ከም ዝወሰኻን ቀልቢ ብሚልዮናት ዝቁፀሩ ህዝቢ ዝሰሓበ ምንባሩን ቢቢሲ ይሕብር ተሳተፍቲ ሰልፍ ኖ ኪንግስ ኣንጻር ፖሊሲታት ፕሬዚዳንት ዶናልድ ትራምፕ ምውሳኽ ዋጋ መነባብሮን ምስ ኢራን ዝካየድ ዘሎ ኩናትን ብምኹናን ድምፆም ኣስሚዖም ትራምፕ ከም ንጉስ ክገዝኣና እዩ ባህጉ ኢሎም ዝኸሱ ኣተሓባበርቲ እቲ ሰልፊ ተቃውሞ እዚ ግን ኣብ ኣሜሪካ ኣይሰርሕን፣ ስልጣን ድማ ናይ ህዝቢ እዩ፣ ናይ ሓለምቲ ንግስነት ወይ ናይ ቢልዮነራት ኮራኹም ኣይተኸወነን ኣሜሪካ ኢሎም። እምበኣር ከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም ኣብ ጉዳይ ትግራይ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ሳብስክራይብ ዝገበርኩም ድማ ሼርን ላይክን ብምግባር ክተተባብዕና ብክብረ ንዕድም ሓድሽ ዜና እንተልቃ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ ሰላም